ዒስራን ኣርባዕተን ክፋል ኣርያመይ ካብ ዝሓለፈ ኣርያመይ ከም ዝጠነሰት ንኣንገሶም ሓወይ ከም ዝነገርክዎ እሞ ኣንገሶም ሓወይ ከም ዘይተቐበሎ ብዙሕ ጸርፍታት ጸሪፉ ንኣዲስ ኣበባ ክወጽእ ከም ዘለኒ እውን ከም ዝነገረኒ ኣነ ግን ኣርያመይ ዘይብሉ ክወጽእ ከም ዘይክእል ምስ ነገርክዎ ንራሆ ሓፍተይ ደዊሉ ነጊርዋ እዩ መስለኒ ራህዋ ከመይ ኣለኻ ክትብል ዘይደወለትለይ ክትኳየቑ ኢላ ምስ ደወለትለይ ኣርያመይ ባዕላ ብኢደ ወነና ነታ ቴሌፎን ትቕብል ኣቢላ ሄለው በለታ እሞ ኣብዚ ኢና በጺሕና ነርና ዒስራን ኣርባዕተን ከዓ እኒሆ ነዚ ይመስል ኣርያመይ ትቕብል ኣቢላ ሄሎው በለታ'ሞ፣ ራህዋ ሓፍተይ ድምጺ ጓል ምስ ሰምዐት ተጋግየ ከይከውን ኢላ ክተረጋግጽ ድልያ መስለኒ፣ ሰላም ሓፍተይ እዛ ተሌፎን ናይ ዳዊት ኣይኮነትን ድያ ብምባል ሕቶ ሓቲታታ፣ ኣርያመይዎ ጽቡቕ ኣለኺ ናይ ዳዊት እያ ዳዊት ንዓይኒ። ምድሪ ወይ ከዓ ሽቓቓት'ዩ ኣሎ ክሳብ ዝወጽእ ከይትውዳእ ኢለ እየ ተቐቢለኪ ብምባል ኣብ ቂድመኣ እንከለኹ ንዓይኒ ምድሪ ከም ዝኣተኹ ገይራ ተቐቢላታ እሞ ራዊ ሓፍተይ ድማ ኣንገሶም ነጊርዋ ክትጓየቑ ኢላ ከም ዝደወለት ከዓ ዘረባኣ እየ ቆብ ኣቢለያ ንኣርያመይ ንስኺ ዲኺ እታ ኣፍቃሪቱ ብምባል ሕቶ ምስ ሓተተታ ኣርያመይ ኣብ ገጻ ፍሉይ ፍርሒ እየ ኣንቢበ። ከምዚ ብኢደይ ስሒቦም ካብ ጎደና ካብ ጎና ዝፈልዩኒ ኮይኑ እዩ ተሰሚዕዋ። ኣነ እየ ትብል መልሲ ምስ ሃበታ ዘይሓተተቶ ሕቶ ናይ ምምራር ቃላት እያ ክትዛረብ ጀሚራ። ራህዋ እንታይ ዶ ኣቢስናይና ኢና? ኢና ምስ ዳዊተይ ምፍቃር ሓጥያት ድዩ እንታይ ኢና ጌርናኩም በጃኩም ንሕና ስር ዝሰደደ ፍቅሪ እዩ ዘለና ኣብ መንጎ ፍቅርና ኣይትእተውና ብምባል ራህዋ ዋላ ሓንቲ ከይተዛረበት ኣርያመይ ኩሉ ስኽፍታኣ ድሕሪ ምግላጻ ራህዋ ሓፍተይ ሽሕ ግዜ ሓፍተይ ዋላ ትኹን መልሓሳ እዱብ ከምዘይኮነ ስለ ዝፈልጣ ስለ ዝነበርኩ ሓማቕ ከም ትዛረብ እውን ተረዲኡኒ። ንኣርያመይ ነታ ተሌፎን ካብ እዝና ክምንጥላ ተደናዲነ፣ ኣርያመይ ከኣ ብኻሊእ ከይትትርጉሞ ሕጂ ከኣ ብምባል ስቕ መሪጸ። ካብቲ ዝፈራሕኹዎ ወጻኹን። ራህዋ ንኣርያመይ ብጸርፊ'ያ ጀሚራታ። እታ ተሌፎን ላውድ ስፒከር ስለ ዝነበረት ንኹሉ ዘረባ ራህዋይ ይሰምዖ ስለ ዝነበርኩ፣ ጸርፊ ጃም ምስ ምጀመረት ኣነ ዓቕሊ ክገብር ኣይከኣልኩን ብሓይሊ ነታ ቴለፎን መንጢለ ራህዋ መልሓስኪ ኣደብ ግበርሉ ሓፍተይ ኢኺ የኽብረኪ እየ ካብ ሕጂ ንንየው ክትከብሪ እንተደሊኺ ግን መልሓስኪ ኣደብ ጌርኪ ንሰበይተይ ምስ እተኽብርለይ ጥራሕ እዩ ከምዚ ትዛረብዮ ዘለኺ ኣብ ልዕሊ ሰበይተይ ክትዛረቢ ፍጹም ኣየፍቅደልክን እየ ኣንገሶም ነጊሩኪ ዲኺ ሕጂ ደዊልኪ ብምባል ነቲ ኣቐዲመ ዝፈለጥክዎ ሕቶ ከም ሕቶ ገይረ ምስ ኣቕረብኩላ፣ ራህዋ ከምዚ ሕጂ ኮይነዮ ዘለኹ ኮይነ ተዛርየያ ስለ ዘይፈልጥ እምበርከዶ ዳዊት እዩ ዳዊት ሓወይ እዩ ኢላ ከም ዝተጣራጸት ይርድእኒ ነይሩ። ኣነ ስቕ ኢለ እየ ዘረባይ ቀጺለ። ቁሩብ ከማን ኣይትስከፍን ዳዊት ሓወይ ከመይ ኣለኻ መዓስከር ከ ይስማዕምዓካ ዶ ኣሎ ክትብሊ ሓንቲ መዓልቲ ደዊልኪ ዘይትፈልጥስ ሕጂ ንሰበይተይ ክትጸርፊ ኢልኪ ትድውሊ ምስ በልክዋ ራህዋ ልክዕ ከምቲ ግምተይ ሰንቢዳ ዳዊት ሓወይ ከምኡ እባ ኣይትበል ኣነ እኮ ክድውለልካ ዘይምኽኣለይ ኣብ ትሕቲ ሰብኣይ ኮይነ ሓዳር ገፊሒኒ ቆልዑ ምውጻእ ምእታው ስለ ዝኸልኡኒ እየ እምበር ክድውለልካ ዘይደለኹ ኮይነ ኣይኮንኩን ሕጂ ከኣ ኣንገሶም ሓወይ እቲ ዝተባሃልኩምዎ ነጊሩኒ ሰንቢደ ክሓተካ ኢለ እየ ደዊለ እንታይ ኢኻ ኮይንካ ቁጥዕ ቁጥዕ ትብል ዘለኻ በለትኒ እሞ ሓፍተይ ጓል ኣደይ ምዃና ከብደይ ክጭክነላ ኣይከኣለን ኣብ ትሕቲ ሰብኣይ ኮይነ ምስ በለትኒ ደሓን ምስ ተረጋጋእኩ ክድውለልኪ እየ ምስ በልክዋ እታ ቴሌፎን ዓጽያ ዓጽየያ ኣብ ዲቕ ዝበለ ሓሳብ ኣትየ። ብዛዕባ ራህዋ ሓፍተይ እውን ብዙሕ ሓሳባት ክወርድን ክድይብን እየ ጀሚረ። እቲ ከምኡ ገይሩ ክሕሰበኒ ዝኸኣለ ከኣ ናይ ራህዋ ሓፍተይ ምጥፋእ እዩ። ጓል ኣንስተይቲ ንደገ ከይዳ እንተተመርዕያ ብሓዳር ስለትጽቀጥ ከቢድ ምዃኑ ካብ ቃላት ራህዋ ሓፍተይ እየ ተረዲኤ። ፈሊጠን ሕጊ ናይቲ ዓዲ ንጓል ኣንስተይቲ እዩ ቀዳምነት ዝህብ ንደቂ ተባዕትዮ ከቢድ እዩ ንባዕሉ እቲ ሲስተም እውን ሓያል እዩ ደቂ ኣንስትዮ ነቲ ሕጊ ናይቲ ዓዲ ኣሚነን ንደቂ ተባዕትዮ ጸቕጢ ይገብራሎም እየን ዝብል ብዙሕ ዘረባታት ይሰምዕ ነይረ እየ እዚ ግን ከምዚ ጽውጽዋይ ኮይኑ እዩ ዝስምዐኒ ነይሩ። ነቲ ሕጊ ተኣማሚነን ንሰብኡተን ጸቕጢ ዝገብራ፣ ብላዕሊ ክኾናሎም ዝሓስባ ደቂ ኣንስትዮ ድንቁርና ኣብ ርእሰን ዝጻወተለን ዘሎ ኮይኑ እዩ ዝስምዐኒ። ምኽንያቱ ኣብ ሓዳር ምስ ኣተኻ ብሕጊ እግዚኣብሄር ደኣምበር ብሕጊ ናይ ሰባት ክትኣምን የብልካን። እቲ ምንታይ? መስራት ሓዳር ባዕሉ እግዚኣብሔር ስለዝኾነ ከምዚ ኢለ ኣብ ሓሳብ ተዋሒጠ ዝረኣየትኒ ኣርያመይ ስቕ ኢላ ድሕሪ ምዕዛብ ዳዊተይ እንታይ ደኣ ትሓስብ ኣለኻ ክንድዚ ዝን ኢልካ ናይ ራህዋ ዘረባ እንተኾይኑ ክሕስበካ ከማን ኣይግባእን እዩ። ምክንያቱ ከምዚ ከም ዝመፀና ክትፈልጥ ይግበእካ ገና ሕጂ እውን ካብዚ ዝኸፍእ ክመጸና ምዃኑ ክትርዳእ ኣለካ። ሓዳር ከኣ ዳዊተይ ፈተናታት እንተበዚሕዎ ክንጻወሮም ክንሰብሮምን ከም ዘለና ኣሚንና ብዙሕ በዚሑና ክንጻወሮም ክንሰብሮም ከም ዘለና ኣሚና ክንዳሎ ጥራይ እዩ ዘለና እቲ ምንታይ ንፍቕርና ፈተናታት ስለ ዘደልሎ ብምባል ነቲ ዘረባ ናይ ኣንግሶም ሓወይ ኣቕሊላ እያ ሪኣቶ ኣነ ንኣረዳድኣን እምነትን ኣርያመይ ምስ ተዓዘብኩ ንኹሉ ነገር ኣቕሊለ እየ ክርእዮ ጀሚረ። ርእሰይ እውን ካብቲ ዝነበሮ ነውጺ ሩፍ ኢሉ ኣዕረፈ። እሞ ኣርያመይ ዓይኒ ዓይና እንዳጠመትኩ እንድዒ እንታይ እሞ ክብል እየ ኣታ ኣርያመይ እዚ ዘረባ እዚ ካብ ባባን ካብቶም ካልኦት ኣሕዋተይን እምበር ካብ ኣንገሶም ሓወይ ስለ ዘይተጸበኽዎ እየ መስለኒ ሕጂ ግን ኣርያመይ ከምቲ ንጉስ ሰለሙን ለባም ሰበይቲ ቤታ ትሃንጽ ዓሻ ሰበይቲ ከኣ ብገዛኣ ብፍቓዳ እታ ቤታ ተፍርስ ድዩ ዝበለ ልቦናኺ ንኹሉ ኣረሲዕኒ ቤተይ ንፋስ ከየእትወሉ ተዳልየ ከጸንሕ እሞ ዘለኪ ዘለኒ ኢኺ ምሂርክኒ ንስኺ ከኣ ረሲዐዮም'ሞ ረስዕዮ'ሞ ቡን ግበሪ ሽዑ ንደሊና መሓዛኺ ደዊልኪ ንዒ በልያ ምሳና ቡን ትስተ ቡን እናሰተና'ኳ ክተዕልለና ኣብኡ ከለና'ውን ብሓንሳብ ንድረር ምስ በልክዋ ኣርያመይ ኣብኣ እንከላ ደዊላትላ ደሊና ድማ ኣይደንጐየትን፣ ሽዓ ንሽዓ መጻኹ ሕራይ ክትብልን ጠበሽ ኢላ ክትመጽእን ሓደ እዩ ኮይኑ። ክልቴና ኣነን ኣርያምን ምስ ረኣናያ ገሪሙና እዩ ዋእ ኣቲየ ደሉ እቲ እግርኺ ጎማ ኣለዎ ድዩ እንታይ እዋንኪ ደኣ መጺኺ ዋላስ ኣብዚ ኣፍደገ ገዛና ኢኺ ጸኒሕኺ ኢለ እናተጫወትኩ ሓቲተያ። ደሊና ወትሩ ፍሽኽ በሃሊት እያ ትመስል። ካብታ ዝሪኣ ኣትሒዛ ሓንቲ መዓልቲ ፍሽኽ ከይበለት ገፃ ዝኣሰረትሉ መዓልቲ ሪኤያ ኣይፈልጥን እየ። ሕጂ ድማ እናሰሓቐት ይገርመካ እዩ ንሓደ ወዲ ገዛና ንድራር ዝኸውን ኣስቤዛ ኣጋዝእኒ ኢሉኒ። ከጋዝኦ ኢለ እንድየ ናብዚ ከተማ ወሪደ ፀኒሐ። ንሽዑ ንዕኡ ኣጋዝየዮ ባጃጅ ጌርና ናብ መዓስከርና እናተመለስና ከለና ኸኣ እዛ ሽኮር ዝኾነት ሰበይትኻ ደዊላትለይ በቃ ነዛ ባጃጅ ኣብኣ ከለና ናብዛ ገዛኹም ጥውይ ኣቢልናያ ኣብዚ ኣፍ ደገ ገዛኹም ኣብፂሖምኒ ከይዶም በለትና እሞ ኣርያመይ ቡና እናገበረት ዕላል ጀሚርና ደሊና እናሰሓቐት ናይ ልባ ክተውግዕ ጀሚራ። ደዲና ሃንደበት ንሕና ዘይሓሰብናዮ እቲ ከም ዓቢ ሓውና ኮይኑ ክሳብ'ታ ሰዓት እቲኣ ዝድግፈና ዘሎ ዓርኪ ኣንገሾም ሓወይ ግርማይ ተላዒሉ ክልቴና ምስኣረያመይ ገሪሙና ተጠማሚትና ስቕ ኢልና ድሕሪ ኣነ ባዕለይ እየ ዘረባ ጀሚረ ንግርማይ ደኣ ኣበይ ትፈልጥዮም ማለተይ ሌላ ኣለኩም ድዩ ብምባል ምስ ሓተትክዋ ደሊና ነታ ዘረባ ከይተረደእታ ከም ዝመለቐታ ተረዲእዋ ንድሕሪት ክትምልሳ ቃላት ኣን ተቓለሰት ኣነ ግን ክድግፋ ኣይደለኹን ንገርና እንዶ ብቑም ነገር እንተኾይኑ ክነቀራርበኩም ብምባል ነቲ ናይ ውሽጣ ንክተውፅእ ተዳፊኤ'ያ ደሊና ከቀራርበኩም ዝብል ዘረባ ምስ ሰምዐት ግልፂ ኮይና'ያ ክትዛረብ ጀሚራ። እዋእ ኣታ ዳዊት ብምባል ንሰመረ ንስመይ ድሕሪ ምፅዋዓ ንኽልቴና ዓይኒ ዓይንና እናጠመተት ፅቡቕ ኣነ ደኣ ይቕፅል ዒስራን ሓሙሽተን ክፋል ማለት እዩ ዛንታ ኣርያመይ